ግን ዲጂታል ኮንተንት የብልናን። እቶም ናይ ዕስራን ሓደን ክፍለ ዘመን ክህሎት ዝበሃሉ እሶምስ ዝሓወሰ ኣይኮነን። ንኣብነት እቲ ዓለም ዝደልዮ እንታይ እዩ? ናይ ኣይሲቲ ስኪል ዘለዎ ተምሃራይ፣ ኣዕሚቑ ኣዕሚቑ ክሓስብ ተምሃራይ፣ ካብ ስቕ ኢሉ ፍልጠት ዝቕበል ባዕሉ ኢኖቬተር፣ መሃዛይን ሰራሓይን ክኸውን ዝደሊ ክእሎት እዩ ዘድሊ። እዚ እውን ብምዝማን ጥራሕ ዝርከብ እምበር በቲ ኮንቬንሽናል ወይ ከዓ ዝነበረ ኣይኮንን እዩ ነይሩ። ነቲ ዝነፀርናዮ ፀገም ክፈትሓልና ኢልና ዘቐመጥናዮ ግዜ፣ ቦታን ኲነትን ዘይግድቦ ብተግባር ዝተደገፈ ከይዲ ትምህርቲ ክህልው ዝሕግዝ ቴክኖሎጂ ክንፈጥር ድማ ግድን ኮይኑ ይብሉ ዶክተር ተስፋልደት። ቭርቹዋል ላብ ኣሲስትድ ኤጁኬሽን ሲስተም ክንብል ከለና፣ እቲ ዲጂታል ኮንተንት ትድተሰርሐ ማለት እዩ ኣብ ኩለን ከባቢ ክልተ ሚእትን ሰብዓን ሓደን ኣብያተ ትምህርቲ ኣለዋ ካብቲ ዳታ ድረኸብናዮ ካብ ናይ ትምህርቲ ቢሮ ስለዚ ንብሙለኣን At the same time ግዜን ቦታን ኩነትን ከይፈለየ ብሓደ ግዜ ክመሃሩ ይኽእሉ እዮም። እዚ ናይ ትምህርቲ ኣክሰስ ኢኲቲ ገለ ዝበሃል የማልእ ኣሎ ማለት እዩ። እቲ ሓደ ከኣ ቀንዲ ከኣ ባይሊንጋል እዩ። ብትግርኛ ዝዛረቡና እቲ ናቶም ኣክሰንት እውን ብእንግሊዘኛ ክዛረቡ ነቲ ትግረዋይ ዝመበቆሉ ሰብ

ኣብዚኦም ዝኣትው ተምሃሮን ሒዞሞ ዝወፁ ዘለው ትምህርቲ ዝጨበጥዎ ክእለትን ብንፁር ብተግባር ክድገፉ ይግበኦም። እዚኦም ብተግባር ክንድግፎም ከለና ከዓ ናይ ባዕሎም ቤተ ፈተነታት ወይ ዝተፈላለዩ ላቦራቶርስ ምስራሕ እውን የድልየና። ምስቲ ዘለና ዓቕሚ እዚኦም በቲ ዝድለ መጠን እውን ምስራሕ ኣይንኽእልን ሓደ ካልእ እተን ዝነበራና እውን በቲ ኣዕናዊ ኲናት ዳርጋ ምሉእ ምሉእ ብዝበሃል መንገዲ ጠፊኤን እየን ወይ ዓንየን እየን። ስለዚ ነዚ ኣካሓሒስካ እቲ ዝድለ ፍልጠት ሒዞም ንክወፁ ምግባር እዩ። ተምሃሮ ናብ ቤት ትምህርቲ እንከይኸዱ ኣብ ዘለውዎ ኮይኖም ክመሃሩ ዝሕግዝ ብምዃኑ እቲ ቴክኖሎጂ ኣብ ግዜ ቅልውላው ኣገዳሲ ኮይኑ ረኺብናዮ ዝብሉ ድማ ዶክተር ተስፋልደት እዮም። ኣብ ግዜ ቅልውላው ክንብል ከለና ኣብቲ ናይ ኮሮና ግዜ ሎክዳውን እና ሪስትሪክትድ ሙቭመንት ኩሉ ከሎ፣ እንታይ ይኾን ነይሩ ሰብ ከይተጨነቐ ኣብ ገዝኡ ኮይኑ እቲ መምህር ኣሎ፣ እቲ ላብ ኣለዎ፣ ናብ ቤት ትምህርቲ ክኸይድ ከይደለኹስ ክርኢ እኽእል እየ ማለት እዩ። ብኹናት እውን ክንብል ከለና ሕጂ እንታይ ኣለካ መስለካ ናትና ኣብያተ ትምህርቲ ፊዚካል ኢንፍራስትራክቸር ገለገሊኤን ላብ ዘይተማልእለን መጽሓፍቲ ፊዚካል ኣሴት እዩ ነይሩ። ጸላእትና መጺኦም እውን ንብምሉኡ የዕንዮም እዮም። ስለዚ ከምዚ ዲጂታል ኮንተንት ከም ሃለወኒ ኣትሊስት ኣብዚ ግዜ እዚ ብኡስ ክትቅጽል ትኽእል ነይርካ ኢኻ ማለት እዩ። ስለ ዘይብልና ግን ያው ኮፍ ኢልና ኣለና። ብውሽጣዊ ዓቕምና ዝትግበርን እንተርኔት ሃለወ ኣይሃለወ ኣብ ግልጋሎት ዝውዕልን ቴክኖሎጂ እስካብ ዝኾነ ዘላቕነቱ ዘተኣማምን እዩ ድማ ይብሉ ኣይተ መብራህቱ። ኣብ ትግራይ ዘሎ ኣሎ ዝበሃል ዓቕምታት፣ ክእለት፣ ሞያ ወይ ብኡ እውን ብዙሕ ምርምር ዝሰርሐ ሰብ እንዳምፃእኻ ዝስራሕ ምስቲ ምዃኑ ንናይ ባዕልና ድሌት እስካብ ዝኾነና ባዕልና ስለ ዝኾንና እዙይ ብቐፃልነት ተግባራዊ ንምግባር ሓደ ከም ፅቡቕ ዕድል ክኸውን ይኽእል እዩ። ካሊእ ከምቲ ኦፍላይን እና ንገብሮ ዘለና ኦፍ ኮርስ ኦንላይን ኣብ ዝድለየሉ እዋን እውን ኦንላይን ምግባር ይከኣል እዩ ግን ምስቲ ናይ ዘሎ ናይ ኢንተርኔት ተበፃሕነት ምስቲ ክህሉ ዝኽእል ካሊእ ቻለንጅ ኦፍላይን እውን ኣክሰሰብል ወይ ኦፍላይን ዝሰርሐሉ ናይ ሸሪንግ መካኒዝም መተኣታቲኻ ተግባራዊ ዝግበር ምስቲ ምዃኑ እውን እዚ ዘላቒ ክገብሮ ዝኽእል ሓደ ነገር ኣሎ። እቲ ብተግባር ዝተደገፈ ከይዲ ትምህርቲ ኣብ ሳይንስ፣ ቴክኖሎጂ፣ ኢንጂነሪንግን ሒሳብን ክኸውን ዝተመረፀሉ መፃኢ ዕድል ትግራይ ኣብዞም ዓውድታት ትምህርቲ ክምርኮዝ ስለዝግበኦ ዩ ዝበሉ ሰብ ዋና ቴክኖሎጂ ካብ ዝምልከቶ ኣካል ኣፍልጦ ከምዝተውሃቦም ኣገንዚቦም።